ሰላማት ቤተሰብ ደቂ ዓበይቲ ዋይ ሃመይ ንእኹምለይ ያው ብወገነይ ሰላም እየ ያው ጥፊ ኢለ ከምቲ ትርእይን ኣለኹም ሎ መዓንቲ ግን ብጣዕሚ ደስ ዝብል ቦታ ሒዘልኹም መፅየ ለለኹ እዚ ቪድዮ እስካብ መጨረሻ ረእይዎ ሓበሬታ ዋጋ ብደንቢ ገይረ ግልፅልፅ ጸቢለ ክነግረኩም እየ ዘለናዮ ኣብ ከተማ መቐለ ኮይኑ ፍሉይ ቦታ ኣብ ዲያስፖራ ጥቓ ሸናናት ክልተ ሚእቲ ካሪ ኮይኑ ጂ ፕላስ ዋን ተሰርሐ ሒዘልኹም መፅየ ኣለኹ ደቂ ዓበይቲ ዋይ ብጣዕሚ እዩ ደስ ዝብል ሓቂ ንምንጋር ከምቲ ትርእይዎ ኣለኹም ማለት እዩ። እዚ ቦታ እዚ ተኳሓሒሉ ተሓዋዊፁ ብቻ ቅርሽኻ ካፊልካ ስምካ መጀመርያ ኣዚርካ ቁልፍኻ ተቐቢልካ ኢኻ ምእታይ ሰተት ኢልካ ማለት እዩ። ከምቲ ትርእይዎ ኣለኹም ብጣዕሚ እዩ ደስ ዝብል ሓቂ ንምንጋር በዓል ገዛ ውሽጢ እናኣተየ ደጉ ተለቃርየ ከመይ እዩ ትመንደርኸ ትሰፈርኸ ብዝብል ግልፅልፅ ኣቢሉ ከርእየና እዩ። ኣሕዋተይ ማዓረይ ንስኻትም እውን ላይክ ሸር ናጎርኹም ክተታዋውዕኒ ብትሕትና ይሓትት ስለ ናይ ቦታ ልደለኹም ኣብዛ ዩቲዩበይ ትረኽብዎ ትኽእሉ ኢኹም ምክንያቱ ኩሉ ግዜ ናብ ቦታ ሓበሬታ ስለ ለምፅ ከምቲ ትረእዩን ኣለኹም ካሊእ ካሊእ ነገር ኣይለቅይ ኩሉ ግዜ ስለ ናይ ቦታ እየ ያው ኣብ ናይ ብረታ ብረት ለሎ ኣብ ናይ ተንዲኖ ለሎ ኣብ ናይ ስሚንቶ ለሎለ ሕዚ ሓበሬታ ከምፅእ እየ ማለት እዩ ኣብ ትግራይ ያው ስሚንቶና ኣብ ልተንዲኖ ለሎ ብጣዕሚ ሃምልኻ በረ ትፈልጥ ለኹምና ካብኡ ናይ ታየ ከምፀሉ ዋጋ ኢለ ስኢለ ሸለል እየ ኢለ እምበይ ሐዚ ግን ከምፅ እየ ኩሉ ልደለኹምዎ ናይ ማዕፆ ብረታ ብረት ናይ መስትያት ልደለኹምዎ ኩሉ ነገር ከምፀልኹም እየ ኣሕዋተይ እውን ከምቲ ትርእዩኒ ኣለኹም ዩቱበይ ሐዚ ብጣዕሚ እዩ ዝሕይሉ ዘሎ ላይክ ሸር እናጎርኹም ክትኣትዩ ብድጋሚ ብትሕትና ይሓትት ምክንያቱ ምንም ኣይትኽፈላይ ከምቲ ትርእዩኒ ኣለኹም ኣነ እውን እዚ ስራሕ እዚ ጎቡይ ዘል ክሰርሕ በተለይ ኣብ ዓደይ ምስ ኣተኹ ጎቡይ ዘል ክሰርሕ እየ ድልየተይና ዓሰርተ ሽሕ ሳብስክራይብ ተውፅሑኒ ካብኡማ በቃ ኣይደልይ እውነት ብትክክል ማለት እዩ ዓሰርተ ሽሕ ሳብስክራይብ ክበፅሐ ግን ብጣዕሚ እየ ሓፂፀ እኒኦኹ ስለዚ ንኸድላ ጉዳይና ከምቲ ትሪእዎ ኣለኹም መጀመርያ ነገር ቦታና ክልተ ሚእቲ ካር እዩ ኢለኩም እያ ክልተ ሚእቲ ካርለ ደዛይኑ ጂ ፕላስ ዋን እዩ ሰሪሕዎ በዓል ቦታ ወይ ደግሞ በዓል ገዛ ብጣዕሚ እዩ ደስ ዝብል ኣሰራርሑ ይኹን ካልእ ካልእ ነገር ይኹን እንግዲህ ኣንለየሉ የሆነ በዓልኩም ትሪእዎ ኣለኹም ከመይ ዓይነት ገዛ እዩ ዝተሰርሐ ብደገና ብውጪ ብኩሉ ነገር ከርእየና እዩ ኣብ ዲያስፖራ መብዛሕትኡ ሰብ ሕዚ ልፅሕፈል ሌላ እየ ዓድሓ ካብኡ ለኩሓ ካብኡ ለታይ ለበሃል ላጪ ኣብ ስራዋት ለይብለኒ እዩ ሰብ ግን ስራዋት ኣሕዋተይ ተኣየ ክብለደ ኣብ ስራዋት ብዙሕ ደላሊ የብለይ ምክንያቱ ትደላለ ዋላ ይሃሉ እዩ ግን ናይ ደላል ነገር ትፈልጥዎ ኣለኹም እሙን ክኾን ኣለካ ምሳኻ ልጓዓ ዘሎ መጀመርያ ነገር ገዛ እንድሕር ደኣ ክተስርሕ ናይ ምስራሕ ደሓን ተፈራሪምካ ተበሓቂኻ ኢኻ ተስርሕ እውን ስምካ ናብ በዓልካ ዚርካ መጀመርያ ነገር ቦታ ክትገዝእ ከለካ ትደላልስ ኣብ ጎድንካ ክህልዎ ኣለዎ ላፍቲ ኢሉ ላፍቲ ኢሉ ላፍቲ ኢሉ ላፍቲ ኢሉ እሱ እዩ ልተሓባበረካ ስለዚ ናይ ደላሊ ነገር ጥዑይ ስለለይ ሓሶ እየ እምበር ኣብ ደለኹምዎ ነገር ለ ከምፀልኩም ክኽእል ነይረ እየ ኮይኑ ግን ልዘን ዓሰርተ ላይክ ወይ ድማ ልዘን ሓሙሽተ ላይክ ክረክብ ኢለ ስኢልካ ለግንኹ ደላሊ ቦታ ሃምዚ እኒኦ ኣብ ዓዲግራት ኣብ ውቕሮ ስራዋት ክልተ ኮይኑ ወስ ለዓየለ ደስ ይብለኒ ኣሕዋተይ ሃማኹም ስደተኛ እየም ኣብ ስደት ለሎ ሰብ ከዓ ይርድእኒ እዩ ክልተ ሚእቲ ሽሕ ሰለስተ ሚእቲ ሽሕ ተሒዝና ልምታይ ኢኹም ለይትገዝኡልኒ ቦታ ልምታይ ኢኹም ተጣፍኡለይ ልምታይ ኸ ሃምዚ ኸ ኢና ንብል ወደ ወለዲ ናይ ኣሕዋትና ብጣዕሚ ኢና ንህውትት ካብ ባዕለይ ድሒዞ ንቱናትና ህይወት ለሎ እየ ለውጋዕኩም ለኹ ስለዚ ኩሉ ነገር ግን ሓሲብካ ኣስተውዒልካ ብደንቢ ጌርካ እቲ ርእስካ ፈትሽካ እትገብሮ ነገራት ግን ንሓዋሩ እውን መሐጎሲ እዩ ልምዋል ደለየ ስለዚ እንታይ ክብል ደልዮ እቲ ናይ ደላሊ ለ እሙን ሰብ ክትገብሮ ኣለኩም እሙን ሰብ መብዛሕትኡ ሕዚ በቃ ኣብዚ ሕዚ ሰዓት ልግነሎ ማለት እዩ ደላሊ ተን ዓሰርተ ሽሕ ድየን ዕስራ ሽሕ ድየን ክርትም ኣቢሉ በቃ በተለይ እንደ ሕንሱም ላይ ተዘዋወረ ኮይኑ ብዙሕ ነገር እዩ ልብኖ ኣብ ትግራይ ማለት እዩ ስለዚ ሉሉ እዚ ሓበሬታ እውን ከም ፀርሖም እያ እዚ ደላሊ እዚ ግን ቢሮ ኣለዎ እዩ ናዕሉ ሰብ ልፈለጦ እዩ ኩሉ ነገር ይርድኦ እዩ ስለዚ እቲ ናይ ካርታ ልብለ ኣብ ውሽጢ ሪኡ እንደገና ኣብ ደገ ሓቲቱ እዩ መጀመሪያ ነገር ቅርሺ ልተሓላልፍ ማለት እዩ ኣብ ደገ ሃልዩ ካርታ ኣብ ውሽጢ እንድሕር ለየለ ኮይኑ መጀመሪያ ነገር ልኡ እዩ ቀንዲ ልደሓዝ ስለዚ እዚ እውን ሓስብኩም ክትፈልጥዎ እኒኦኩም ኣሕዋተይ መዓረይ ምናልባች ኣብዚ ነገራት ንብል ብዙሓት ሰብ ስልል ሽወድሎ እዩ ያው ግልጽ ጸቢለለ ነገረኩም ነይረ እያ ኣብ ለሓለፈ ቪድዮታት ማለት እዩ ያው ዝሮ ዝሮ ኩሉ ሰብ ከዝኳን ንእሽቶን እንትን እናበለ ከይዱ እንድዩ ያው እስኪ ንክድላ ጉዳይና ሎ መዓንቲ ሒዘልኩም መፅ የለለኹ ብድጋሚ ከምቲ ትርእይዎ ኣለኹም ሃመይ ዝበለ ገዛ ለፀባረቕ ገዛ እየ ሒዘልኩም መፅ የለኹ ከምቲ ትርእይዎ ኣለኹም ደጉኡ ፍሽንግ ተወዲኡ ኣብ ታሕቲ ጂ ፕላስ ዋን እዩ ፍሽንግ ተወዲኡ ተረብሪቡ መስትያቱ ተገይሩ ምንም በቃ ሰብ ሓምለሉ እንግዲህ በዓልኩም ትፈልጥዎ ኣለኹምና ብጣዕሚ ደስ ልብል እዚ ቦታ እዚ ሓበሬታ ልትገዝእ ሰብ ወይ ደሞ ልትገዝእ ሰብ እንድሕር ሃሊ ኾንካ እውነት በቃ ፎይ ኢልካ ኢኻ ትነብር ለኻ ብትኽክል ማለት እዩ ማለት ገዛ ንዓሉስ ኣፈላለየ ኣለዉ ኣብ ዲያስፖራ ከዓ ትፈልጡ ኢኹምና መብዛሕትኡ ልደልዮ ሰብ እዩ ኣብ ዲያስፖራ ብጣዕሚ እዩ ደስ ልብል ሎሚ ኮነ ሓምለ ኮነ ኢሎም ወለድና ማ ኣብዚ ሕዚ ሰዓት ሲ ያው ቦታ ሓምረኸ ሰንፈልጥ ኢና ከዚ ቦታ እዚ ቅድም ኢኻ ማለት እዩ ዳርጋ ሸሞንተ ሽዱሽተ ወርሒ ገብር እዩና እስካብ 25 ሚሊዮን እናተሸጠ ነይሩ ጂ ፕላስ ዋን ኩሉ ነገር እልተወደል ተፈፀመ ኣብዚ ቦታ እዚ ማለት እዩ ኣብዚ ሐዚ ሰዓት ግን በዓል ገዛ ወይ ደሞ በዓል ቦታ ድና ንብሎ እስካብ ዓሰርተ ሸሞንተ ሚልዮን ኢሉለና ኣለና ብጣዕሚ ይርካሽ እንግዲህ ገዛ ምርኣይ ኣሰራርሑ ምርኣይ ምድሪዎቱ ስሚንት መረብኡ ደረጅኡ ኩሉ ነገር ወላውልዎ እዩ ከምቲ ትርእይዎ ኣለኹም መጀመርያ ለ ከባቢኡ እዚ ይመስል ትርእይዎ ኣለኹም ዶ ከባቢኡ ብጣዕሚ እዩ ደስ ዝብልና ተደሊኹም ኣብ ላዕላይኹም ኩሉ ነገር ዝተዛሃጀ እዩ። ኣብ ላዕላይኹም ትኾኑ ትኽእሉ፣ ኣብ ታሕቲ ትኾኑ ትኽእሉ። ብጣዕሚ እዩ ደስ ዝብል እዚ ቦታ እዚ ቦታ ክንገዝእ ኢና ኢልኩም ትሓስቡ ኣሰባት እንድሕር ሃሊኹም ትሪእዎ ኣለኹም ዶ እዛ ቦታና እዚኣ እያ ሪእዋ ሰብ ኣለዎ እዩ ሪእዎ ካብኡ ልልት ከባቢ ሪእዎ ኣነስ ካብቲ ገዛ እዚ ከባቢ እዩ ደስ ይልኒ ማለት ዲያስፖራስ ኩሉ ልሃርፎ ካብኡ ልልት ፀው ዝበለ እዩ ብጣዕሚ እዩ ደስ ዝብል ረጋዕታ ዘለዎ ዓዲ እዩ ያው ኩሉ ልጸባረቅ እዩ ሰሪሕካ ልትወልዕሉ እዩ እና ደስ ይልብል ያው ስልከ ክሓድገልኩም እየ ደዊልኩም ብደንብ ገርኩም ምስ በዓል ገዛ ትረዳድኡ ትኽእሉ ኢኹም ኣሕዋት ቃዕሚ ዘለኩም በይ ቃዕሚ ለይብልካ ኦረዲ ይቅር ዶ ክንዱዙይ ሚልዮናት ሲ ልታ ንእሽተን ልሓዝና እያ እኳሲ ያው ዞሮ ዞሮ እንድሕር ለይብልካ የብልካይ ለለካ ሰብ ወይ ለለክ ሰብ ግን እዛ ቦታ እዚኣ ብቻ ከይትቁንጥረልኩም ወይ ድማ ከይቲ እንትን ከይትብሉ ማለት እዩ ስለዚ ካሊእ ነግኒ ኢና ካብኡ ልረኸሰ ነግኒና ቦታ ምርኣይ፣ ገዛ ምርኣይ ተረዲኹም ዶ ኣሰራርሓ ምርኣይ፣ ሰፈር ምርኣይ፣ መንደር ምርኣይ እዩ። ያው ከም ትርእይዎ ኣለኹም በዓል ገዛ ምስ ደስ ክብለኩም እናበለ እዩ ብደንብ ገይሩ ዝኻርፀልና ረእይዎ ረእይዎ ማቱ ስሚንቱ ቱባ መስትያቱ ሲ ቁመቱ እኳ ስለባዕሉ ክንዲ ዝኾን ረእይዎ ብጣዕሚ እዩ ደስ ዝብል ኣሕዋተይ መዓረይ ከም ትርእይዎ ኣለኹም ሁሉ ነገር ተጀሃዘ እዩ። ሓማማት በቃ ቆፂርካ ይውዳእ እዩ። ሽንቲ ቤት ማለት እዩ ከም ትርእይዎ ኣለኹም ከዚ ሳላ ርእይዎ ብጣዕሚ እዩ ደስ ዝብልና ኣብ ዝለዓለ ኣብ ዝለዓለ ሲ ውሽጡ ውሽጡ ልኸድ ላምጳ ማለት እዩ ኣብ ዓድና ሲ ብጣዕሚ ደስ ዝብል ደዛይን እዩ ዝስራሕ ኣለና ካብዚ ዝበልፅ ደዛይን ለ ክህል ክኽእል ካብዚ ልትሕቲ ደዛይን ለ ክህል ክኽእል እሱ ውሃም ንዓልካ ኣሰራርሓ ቅርሺ ካለ ብመንገድ ሰማይ ኣለ እንዲዩ ቅርሺ ተሃሊካ ሲ ኩሉ ነገር ተስርሖ ትኽእል ኢኻ። ወሳኒኡ ቅርሺ እዩና ከምቲ ትርእይዎ ኣለኹም እዚ ከዓ ፈፀፅ ኢሉ ኮስተር ኢሉ ብደንቢ ገይሩ ህይወቱ እንትን ገይሩ እዩና እዚ ገዛ እዚ የስርሕዎ ከም ትርእይዎ ኣለኹም ብጣዕሚ እዩ ደስ ዝብልና ኣሕዋተይ ሓበሬታ ልደልኹም እዚ ገዛ እዚ ልትገዙ ሰባት እንድሕር ዳኣ ሓሊኹም ኮይኖም ቁፅሪ ስልኪ ክሓድገልኹም እየ ደዊልኩም ምስ ደላና ምስ በዓል ገዛ ትረዳድኡ ትኽእሉ ኢኹም ካብ ልወፀ ሓበሬታ ለ ካሊእ ግዜ ከዝቀልኩም እየ ኣብ ልደለኹምዎ ማለት እዩ ኣብ መቐለ ብዙሕ ቦታታት እዩ ልሽወጥ ኣሎ ከምቲ ትርእዩኒ ኩሉ ግዜ ናይ መቐለ እየ ለምፅና በተለይ በተለይ ኣብ ኣድሓ ኣብ ላጪ ኣድሓ ላጪ ብጣዕሚ እዩ ቦታታት ልሽወጥ ኣሎ ዝሮ ዝሮ ሃምቃዕሚ ከዓ እዩ ኣሎ እዩ እኮ ቦታታት ኣሎ እዩ እስካ ክልተ ነጥቢ ሓሙሽተ ኣሎ እስካ ሰለስተ ነጥቢ ኣሎ እስካ ኣርባዕተ ነጥቢ ኣሎ እዚ ጥራሕ ቦታ ማለት እዩ እዚ ቦታ እዩ ዝውስነ ብዙሓት ኣሕዋተይ እስካብ ሸውዓተ እስካብ ሸሞንተ ተኮይኑ ይርከብ ትብለክና እስካብ ሓደ ነጥቢ ሸውዓተ እስካብ ሓደ ነጥቢ ሸሞንተ ካብዚ ኣድሓ እስካብ ክልተ ነጥቢ ካብ ክልተ ነጥሲ ልጎድል የለይ ተረዲኹም ዶ እንድዕ ምናልባች እኳ ክልተ ነጥቢ ክርከብ እዩ ኢለ ተስፋ ይገብር ክልተ ነጥቢ ሓደ ክልተ ነጥቢ ክልተ ያው ሞሊኡ እዩ ስለዚ ናይ መዓንቱ ብዴና እዚኣ ትመስል ነይራ ደቂ ዓበይቲ ዋየ በካሊ ቪዲዮስ ከዓ ከንመፀኩም ለያ ያው ስሰናዩ ሼር ላይክ ግን ኣይትሕመቑ ያው ዩቱብ ወይ ከምቲ ትርእዩ ኣለኹም ብጣዕሚ እዩ ወዲቑ እኒዮ ስለዚ ላይክ ሸር እናጎርኩም ክትኣትዩ ደጊመ ደጋጊመ ብትሕትና ይሓት ስለዚ ባይ ባይ ሰናይ መዓልቲ